ሚድያን ናይ ሚድያ ኣካላት ግን ግደፉ፣ ኣየድልየኩምን። መኸተና ንሰላምን ንሕጋዊ መፍትሕን ካብ ሕጋውን ሰላማውን መፍትሒ ንላዕሊ ንዝመጽእ እውን ወይ ከፈተኽ መኸተና ክቕፅል እዩ ናይ ሎማዓንቲ ዕለት ፍልይ ዝበለ እዩ ንናይ ሰራዊት ኣመራርሓን ንህዝብናን ኣብ ኣክሱም ኢና ዘለና ቅድም ኢሉ ክግለፅ ፀኒሑ እዩ እቲ ዋና ኣብ ኣክሱም ዘምረፀና ከይተዛረብና እውን ግልፂ እዩ ከይገለፅና እውን ግልፂ እዩ ኣብ ኩሉ ትግራዋይ እና ፈታዊ ትግራዋይ ምስ ክብሩን መንነቱን ዝኸይድ ሓወልቲ ፊት ኮይና ኢና እንዘራረብ ዘለና። ንመብዛሕትኦም ተጋሩ እምነቶም ዝገልፅሉ ኣብ ማርያም ፅዮን ፊት ኮይና ኢና ንዘራረብ ዘለና። ማርያም ፅዮን ማለት ንክርስትያን ኣመንቲ ንተጋሩ ጥራሕ ኣይኮነን። ንብምልኦም ኣብ ስሜን ከባቢ ዘሎ ይኹን ኣብ ኢትዮጵያ መሰረት እዩ እዚ ዓዲ እዚ። ኣኽሱም ፅዮን እንተይልና ንምስሊም ኣሕዋትና ከዓ ኣልነጋሽ እውን ማለትና እዩ። እዚ ከይረሳዕና ኢና ንዘራረብ ዘለና። ኣብ ፊት ኣኽሱም ሓወልቲ ኮይንካ ምውሳን ትርጉሙ ዓብዪ እዩ። ከም ጠዓንቶ ኣብ ውሳነ ይኹን ቅድመ ውሳነ መእተው ይሕዋተይ ዝገለፅዎ ኣኽሱም እንተይልና መንነት ተጋርዩ ታሪክ ተጋርዩ ቋንቋን ባህልን ታሪክናን መንነትናን እና ክብርታትናን መበገሲኡ ማእኸሉ ኣኽሱም እዩ። ኣኽሱም ኢልና ጎቦታት ዓድዋ ንብል፣ ኣኽሱም ኢልና ቆላን ደጉዓን ተንቤን ንብል፣ ኣኽሱም ኢልና ሽረ ንብል፣ ኣኽሱም ኢልና ወልቃይት ንብል፣ ኣኽሱም ኢልና ሰብዓ እንደርታ ንብል፣ ኣኽሱም ኢልና ደጉዓን ቆላን ራያን ንብል፣ ኣኽሱም ኢልና ዓጋመ ወልዋሎ ንብል፣ ኣኽሱም ኢልና ገረዓልታ ዓዲ ኣጋዝያን ንብል። መበገሲ ናይ ኩሎም ቋንቋ፣ ባህሊ፣ ታሪኽ፣ መንነት ምስዚ ሓወልቲ'ዚ እዩ ዝተሓዝ። ምንም ጥርጥር የብሉን። ኣኽሱም ምስ ኢትዮጵያ ጥራሕ ዘይኮን ዘራኽበና ምስ ዓለም እውን ዘራኽበና ሓወልቲ እዩ። ቃልሲ ህዝቢ ትግራይ ክጅመር ከሎ ወሰን ወሰን ስገም ማእኸል ሓወልቲ ኢሉ ደሪፉ ዓንቶ ወበበ። እሱ ኢሉ በጋጣሚ ኣይኮነን ደሪፉ። ናብቲ ቃልሲ ዝተፀመርና ናይ መጀመርያ ናይ ቃልሲ ሰባት ወይ እቲ ቃልሲ ኣርምኡ እዚ ሓወልቲ እዚ እዚ ሓወልቲ እዚኣ ዘላት ኣርማ ክንረክብ እሞ ንሳ ሒዝን ሓቦን ስንቅን ሰኒቕና ክንጋደል ዝነበረ ጉያ ክነግረኩም ኣይክእልን። ካብቶም መጀመርያ ተጋዲልና ምስ ወፃና ኣርማ ህዝባዊ ወያነ ሓርነት ትግራይ እዚ ስለ ዝኾነ እዚኣ ሒዝና ክንቃለስ እዚ ማለት ድማ ንብሔራዊ ክብርኻን መንነትካን መግለፂ ማለት እዩ። ኣኽሱም ብኣይ ኣንደበት መሊኡ ዘይክግለፅ ይኽእል እዩ፣ ረዚን እዩ። ተመራመርቲ ተመራሚሮም ኩላህና እዚዩ ድሕሪ ዝሓለፈ 17 ዓመት ዕጥቂ ቃልሲ ክቡር መስዋእቲ ከፊልና ንብሔራዊ ክብርናን መንነትናን ንመሰል ዓርሰ ውሳነናን ምስ ተዓወትና ኣብ መቀለ ሓወልቲ ተኺልና ኢና ተቀባቢሉ እዚዩ ናይ ሕሉፍ መንነትናን ታሪኽናን እዩ። ናይ ኣኽሱም ታሪኽን መንነትን ሒዝና ከዓ ናይ ወለዶታት ስግግር ኮይኑ ኣብ መቐለ እውን ሓወልቲ ኣለና። ክልቲኡ እቲ ናይ ቀደም ታሪኽናን መንነትናት ይገልፅ ሕዚ እውን ይቕፅል እዚ ናይ መቐለ ከዓ ስለዚ ክልቲኡ ዝተኣሳሰረ እዩ ንዓና። ኣብ መንጎ ክልቲኦም ሓወልቲ ብዙሕ ጎቦን ሽንጥሮን ኣለና። ብዙሕ ታሪኻዊ ቦታ ኣለና በብከባቢኡ ግን ነኹስምን ንመቐለን ዝትክእ የብልናን። ኣኹስም መቐለ ፈጢሩ። ናይ ኣኹስም ሓወልቲ ንናይ መቐልቲ ሓወልቲ ምፍጣር ምክንያት ኮይኑ። ስለዚ ኣብዚ ከምዚ ዓይነት ታሪኻዊ ቦታ ኮይንካ ምውሳን ምስ ኩሎም ናይ ተጋሩ ብሔራዊ መንነትን ክብርን ዝተኣሳሰረ እዩ። ኣክሱም ሓወልቲ ከምቲ ዓንተዎ ዝገለፅልኩም ምስ ኩሎም ኣብዚ ከባቢ ዘለዎ ህዝብታት እውን ዘተኣሳስረና እዩ። ናይ ተጋሩ ኣብዚ ደንገርገር ዝብሉ ኣሕዋትና ናብ ቦትኦም ይመለሱ። ናይ ተጋሩ ኮይኑ ግን ተጋሩ ምስ ኢትዮጵያ ክንተኣሳሰር ገይሩና፣ ተጋሩ ምስ ካልኦት ናይ ስሜን ናይ ኤርትራ ህዝብታት ክተኣሳሰር ገይሩና፣ ተጋሩ ምስ ካልኦት መን ምዃንና መበገሲ መንነት እዚ ሓወልቲ እዚ ስለዚ ትርጉሙ ዓብይ እዩ። ኣብዚ ኮይንና እንውስን ዘለና ሓሲብና ኢና ወሲንና ኣብዚ ኮይንና ክንውስን ብዙሕ ግዜ በብከባቢኡ ንውስን ኢና። ንምንታይ ኣብዚኣ ወሲንና? ሕጂ ዝገለጽኩልኩም እዩ። እንታይ ኢና ወሲንና እዩ ቀጺሉ ዝመጽእ። ዝወሰንናዮ ግልጺ እዩ። መኸተና ንሰላምን ንሕጋዊ መፍትሕን ካብ ሕጋውን ሰላማውን መፍትሒ ንላዕሊ ንዝመጽእ እውን ወይ ከፈተኽ መኸተና ክቕፅል እዩ እቲ ሓደ ውሳነ መኸተና ክቕፅል እዩ መኸተና ሉዓላውነት ብምኽባር ክረጋገፅ እዩ መኸተና ሓድነት ህዝቢ ትግራይን ሰራዊትን ብዘጠናኽር መንገዲ ክንቅፅለሉ ኢና እዩ ውሳነና እዚ ዝገልፅ ውሳነና ንሕጋዊ ሕገ መንግስታዊ ናይዚ ክልልን ናይ ሰራዊት ሕገ ደንብን መሰረት ገይሩ እዩ ተወሲኑ። ብኡ መሰረት ከዓ ክንከድ ኢና። ስለዚ ውሳነና ሕግን ስርዓትን እውን ክነኽብር ምዃንና እዩ ዝገልጽ። መሰልካ ክኽበረልካ መጀመርያ ሕግን ስርዓትን ፈሊጥካ ብሕግን ስርዓትን ክትምራሕ ኣለካ። ኣኽሱም ናይ ሕግን ስርዓትን መሰረትና ስለ ዝኾነ ኣብዚ ኮይና ደጊምና ነረጋግፅ ኣለና ማለት እዩ። ተልእኾና ንምፍፃም ሓደ ሓደ ጉድለት ኣብቲ ሰራዊት ገጢሙ ናይ ናብራ ናይ ደሞዝ ናይ ንከበር ናይ መሬት እና ካልኦት ፀገማት ኦኬ ምልዓሉ ፅቡቅ ኣተገባብሮ ትክክል ኣይኮነን። ፍፁም ዳግም ከምዚ ዓይነት ነገር ኣብ ትግራይ ክፍጠር የብሉን ፍፁም እዩ ውሳነና። ፍጹም ብዝኾነ መለክዒ ንታሪኽን መንነትን ህዝቢ ትግራይ ኣይገልፅን፣ ንናይ ሰራዊትና ሕግን ስርዓትን መምርሕን ኣይገልፅን፣ ናይ ውሕዳት ዋላ ይኹን ናይ ብዙሓት ስለ ዝኾነ ኣይኮነን። መብዛሕተን ኣሃዱ ብጣዕሚ ብዝተወሰኑ ተጋደልቲ እዩ ተገሊፁ። ሕቶ ተጠቃምነት እዩ ተላዒሉ። ብኣግባቡ እዚ ንምፍታሕ እውን ኣብ ቀፃሊ ዝኾነ ምንቅስቓስ እዩ ነይሩ ነይርና በብደረጁ ናትና ፀገምን ናይቶም ሓድነት ህዝቢ ትግራይን ናይ መኸተ ቁልፊ ዝኾነ ሓይሊ ሰራዊትን እና ብሔራዊ ውዳበታትናን እዚኦም ሓቢሮም ትሕጂ ዘሎ ፀገም ፈትሖም ንቅድሚት ንምኻድ ኣብ እንገብሮ ምንቅስቃስ ዝተለዓለ እዩ ፀገም እዚዩ ቀልጢፍና ብዘይምፍታሕና ምስ ውሽጣዊ ፀገማትና ዝተተሓዘ ናይ ኣመራርሓ ፀገም እዩ እዚ ግን ጸላእት ተጠቂሞምሉ ቶም ሓድነትና ዘይደልዩ ቶም ሰራዊት እዚ ኩሉ ዘይደልዩ ቶም ሉዓላውነትና ከኽብሩ ዘይደልዩ እዚ ህዝቢ እዚዩ ታሪኽ ኣኽሱምን መላእ ናይ ተጋሩ ታሪኽን መንነትን ዘለዎ ድሕሪ ኣኽሱም ዝመፀ ናይ መቐለ ሓወልትናን እዚኦም ዝሓዝዎ ናይ ቃልስን ናይ ክብርን ናይ ሕሉፍ ፀገሙ ፈትሑ ንቅድሚት ንምኻድ ዝገበሮ ቃልሲ ንዘይምስኻዕ ኣብ መንጎ ዕንቅፋት ገጢሙና ኣሎ ምዓነ ነዚ ዕንቅፋት እዚ ንምፍታሕ ለይትን ቀትርን ኩሉ በብዓቕሙ ተመያይጡ እዩ ከምቱ ኣብ ውሳነ ዝተገለጸ ብጣዕሚ ውፅኢታዊ ብዝኾነ መንገዲ እውን ከይደ ኣሎ ይህን ምሂን ብዝብል ብምክብባር ኢና ጌርናዮ ክግበር ዘይግቦ ግን ሓንሳዕ ምስ ገጠመ ግን ንዑ ንምፍታሕ ናይ ሰራዊት ኣመራርሓ በብደረጁ ሰራዊት ብምሉኡ እና ናይ ምምሕዳር ኣካላትና ካብ ክልል ጀሚሩ ክሳብ በብከባቢኡ ሃይማኖት መራሕቲ ዓበይቲ ዓዲ ኩሉ እዩ ተረባሪቡ እዚ ጉዳይ እዚ ክፈትሕ ክብሪ ይሃበልና ብል በዚ ኣጋጣሚ እዚ ነዚ ከጋድዱ ከም ዝተንቀሳቀሱ ኩሉ ነዚ ክፈትሑ ዝተንቀሳቀሱ ሚድያታት እውን ኣሉ ነዚ ተጠቂሞም ናብ ፀገም ክእትውና ዝፀዓሩ ሚድያታት ኣለው ነዚ ክፈትሑ ዝፀዓሩ ከ ኣለው ስለዚ ኣብ ውሳነና እውን ኣቱም መኸተ ህዝቢ ትግራይን መንነት ህዝቢ ትግራይን መሰል ዓርሰ ውሳነ ህዝቢ ትግራይን መፃ ዓድል ህዝቢ ትግራይን ደጊፍኩም ደው ዝበልኩም ኣጠናኽሩ ነዚ ተዓናቒፍኩም ልኡኽ ናይ ፀላእትን መፃ ዕድል ህዝቢ ትግራይ እንደገና ናብ ባርነት ክምለስ ክበታተን ኣብ ፅዕሩ ሓይልታት ኮይንኩም ትዛረቡ ዘለኹም ናይ ሶሻል ሚድያን ናይ ሚድያ ኣካላት ግን ግደፉ ኣየድልየኩምን ኣይጠቕመናን ንኹልሃና ኢና ኣብ ውሳነና ገሊፅና እቲ ዋና ዝሕጂ ወሲንናዮ ዘለና ውሳነ ካብ ዝሓለፈ ውሳነ ዝተፈላለየ ግዜ ወሲንኩም ኢኹም ኣይትትግብርዎን ዝብል እዩ ክንትግብሮ ኢና። በቃ ርግፀኛ ሁኑ፣ ክንትግብሮ ኢና። ኩሎም ውሳነታትና ከምቲ ናይ ቅድሚ ሕዚ ኣብ ዝተፈላለየ ግዜ ወሲንና ዝተግበርናዮም ኣለው፣ መሊእና ዘይተግበርናዮም ኣለው። ምስ ውጫዊ ፀገማትና እዩ ዝኸይድ። ፀገም እዚ ፈቲሕና ክንትግብሮ ኢና። ትግራይን ህዝቢ ትግራይን ዘይንጠልም ምዃንና ኢና ወሲንና ዘይንጠልም ምዃንና ከዓ ክነረጋግፅ ኢና እዚኣ ኤብዛ መድረክ እዚኣ ሓንቲ ክዛረባ ዝደለ ክንትግብሮ ኢና ህዝቢ ትግራይ ኣብ ጎድና ከም ዘለና ንፈልጥ ኢና ግዜያዊ መንግስትና ዘለው ፀገም እንዳመዓራረየ ጎድና ከም ዘሎ ንፈልጥ ኢና ናይ ሰራዊት ኣመራርሓ በብደረጅኡ በዚ ጉዳይ እዚዩ ብጣዕሚ ግልፂ ኢና መላእ ሰራዊትና ከኣ ተማይጥ'ዩ። ኣንቱም ካብ ኮር ንላዕሊ እንዳበልኩም ብዘይኮነ እቲ ሰራዊት ክትከፋፍሉ ዝጸዓርኩም ከኣ እዚኣ እውን መልእኽቲ እያ። እዛ ናይ ሎሚ ውሳነ ኩላህና ተመያይጥና በብደረጁ ሰለስተ ደረጃ ላዕለዎት ኣመራርሓ እውን ማእኸለዎት እውን ብምሉእ ተጋደላይ እውን ተመያይጡ ብምሉእ ድምፂ ብምሉእ ድምፂ ክሳብ መስዋእቲ ከምዝፍፅማ ቃል ዝተኣተወ ውሳነ እዩ ከም እንትግብሮ ከዓ ርግፀኛ ኢና ኩላህና በዚ መንገዲ በዚ ሕጂ ዘሎ በፂሕናዮ ዘለና ደረጃ ንድሕሪት ኣይንምለስን። ስለዚ መላእ ህዝቢ ትግራይ፣ መላእ መንግስታዊ መሓውር ብሄራዊ ውዳበና ንመንግስቲ ዝመርሕ ሕጋዊ ንመንግስቲ ዝመርሕ ህዝባዊ ወያነ ሓርነት ትግራይ እውን ምስ ኣባላቱ ኣብ ጎድኒ እዚ ውሳነ እዚ ክኸውን በዚ ኣጋጣሚ እዚዩ ንፅውዕ ከም ዝኸውን ከዓ ንኣምን። ስለዚ ኩላህና ብሓደ ብጥምረት ከም እንኸዶ በዚ ሕጂ ዝበሃል ዘሎ የማነ ፀጋም ዘይኮነስ ኣብቲ ትክክለኛ ብሔራዊ ኣጀንዳ ኮይና ንቕድሚት ክንከይድ ካብዚ መንገዲ እዚ ከውፁና ንዝፅዕሩ ከዓ ኣደብ ክገብሩ ብቐፃሊ ከም እንቃለስ እየ ክገልፅ ዝደሊ ስለዚ እዚ ውሳነ እዚ ክትግበር እዩ ኣብ ሓወል ተኽስን ኮይና ኢና ንውስኖ ዘለና ኣብ ቅድሜና ንክርስትና ተኣመንቲ ወይ ናይ ክርስትና እምነት ተኸተልቲ ንዝኾና ከዓ ኣብ ፊት ማርያም ጽዮን ኮይና ኢና ንውስን ዘለና። እዚ ማለት ንሙስሊም ኣሕዋትና ከዓ ኣብ ኣልነጋሽ ፊት ኮይና ኢና ንውስን ዘለና። እዚዩ ሓወልትና ኣብ ቅድሜና ጌርና ሃይማኖትና እውን ሓደ ብሄራዊ ዓቕምና እዩ ንኩላህና ኣብዚ ኮይንና እንፍጽሞ ከዓ ዝትግበር ምዃኑ በዚ ኣጋጣሚ እዚ ክገልጸልኩም ደሊ መልእኽቱ ረዚን ምዃኑ እውን ክገልጸልኩም ደሊ ዝተረፈ ኣጋ መወዳእታ ንኩሎም ብሄራዊ ዓቕምታት ትግራይ ሰራዊት ህዝቢ ትግራይ ግዜያዊ መንግስቲ ትግራይ ንህዝባዊ ወያነ ሓርነት ትግራይ ንኣመኸተ ዝተሳተፉ መስዋእቲ ዝኸፈሉን ሕዚ እውን መኸተ ህዝቢ ትግራይ ደጊፎም ደው ዝበሉ ብሔራዊ ውድባት ንመላእ ኢትዮጵያውያን ንኣብ ከባቢና ዘለዉ ህዝቢ በተለይ ንኤርትራውያን ብቐጻሊ ኣብ እንገብሮ ናይ መኸተ ቃልሲ ሰላም ነቕድም ሕጋዊ መፍትሒ ንቕድም፣ ሰላማውን ሕጋውን መፍትሒ ናይ ህዝቢ ትግራይ ተግባራዊ እንተዘይኮይኑ ከዓ ኩሎም ንመኸተ ህዝቢ ትግራይ ዝፍጠሩ ፀገማት በቲ ዝለዓለ መስዋእቲ እውን ኣብ ጎኒ ህዝቢ ትግራይ ኮይና ንፍፅሞ ስለዝኮና ንሰላምን ሕጋዊ መፍትሕን ኣብ ጎንና ክትኮኑ ቀፃሊ ህዝቢ ትግራይ ናብ ፀገም ዝእቱ ነገር ተመፅኡ ከዓ ኣብ ጎኒ ህዝቢ ትግራይ ኮይንኩም ኣብቲ ዝሓለፈ እዋን እዚ ክነልዕል ከለና ከይረሳዕና ኣብ ኣኽሱም ኢና ዘለና ኣብ ኣኽሱም በቲ ዝሓለፈ ናይ ጀኖሳይድ ኩናት ብናይ ኤርትራ ሰራዊት ተጨፍጨፉ ደቅና ረሲዕና ኣይኮናን ኣብ ማህበረ ደጉየ ብናይ ፒፒ ሰራዊት ብጥይት ተወቂዖም ዝተቃፀሉ ደቅና ከይረሳዕና ኢና ኣብ ሑመራን ተከዘን ብሂወቶም ናብ ርባ ዝኣተዉ ደቅና ብፒፒ ከይረሳዕና እዩ። ኣብ ማርያም ደንገላ ኣብ ምብራቅ ትግራይ ዝተቀተሉ ብሻዕቢያ ወይ ብኤርትራ ሰራዊት ከይረሳዕና እዩ። ኣብ ኣርባ ምንጪ ኣሲሮም ብሓደ ለይቲ ዝጨፍጨፍዎም ከይረሳዕና እዩ። ኣብ ደብረ ኣባይ በማኢት ዝቑፀሩ ዝተረሸኑ ብፒፒ ሰራዊት ከይረሳዕና እዩ። ኣብ ደቡብ ትግራይ ኣብ ዝተፈላለየ ቦታ ኣብ ገዝኦም ኣኪቦም ዘቃጸልዎም ናይ ፒፒ ሰራዊት ከይረሳዕና እዩ እዚ ዘልዕሎ ዘለኹ ከይድገም ናብ ሰላማዊ መንገድ ንኺድ እዩ ነዚ እንተተቐቢሉ ህዝቢ ኤርትራ ንሕና እንደሊ ሕጋውን ሰላማውን መፍትሒ እዩ ዝሓለፈ ጸገም ከይድገም እዩ እዚ ረሲዕና ግን ኣይኮነን እዚ ከይቕፅል ኢና ንሓትት ዘለና ኢና ኢትዮጵያ መንግስቲ እውን ከይቕፅል እዚ እዩ እዚ ከቐፅሎ እየ እንተልዩ ንፋል ኣለና ማለት እዩ ስለዚ ሰላም ምስ ዝደሊ ናይ ኤርትራ ህዝብን መንግስትን ንሰላም ደው ምባል ክንቅፅለሉ ኢና ጆኖሳይድ ንዝቐፅል ሓይሊ ከዓ ኩሎም ጆኖሳይድ ዝቃወሙ ሓይልታት ኣብ ከባቢና ዘለዉ ኣምሓራ ይኹን ኤርትራ ይኹን ኣጎብ ይኹን ዓፋር ኣብ ጎኒ ህዝቢ ትግራይ ክኾኑ ኣብ ጎኒ ሰራዊት እዚ ክኾኑ ከዓ በዚ ኣጋጣሚ እዚዩ መልእኽትና ንሕልፍ ከይድገም ኢና ንደሊ ዝሓለፈ ረሲዕና ኣይኮነን ከይድገም ኣብ ቦርደር ኤርትራ ኢና ዘለና ግልፂ ንሕና ንደሊ ሰላም እዩ ተጋሩን ኤርትራውያንን ብሰላም ክነብሩ እዩ፣ ሕጋዊ ክኸውን እዩ። ንሕና ሉዓላዊነት ብዝምልከት ናይ ኢትዮጵያ ምዃን ንፈልጥ ኢና ብሕጊ፣ እሱ ኣይኮነን ጸገም። ሰላም ግን ንደሊ ኢና። ስለ ሰላም ምስ ዝደሊ ህዝቢ ኤርትራ ብሰላም ክንነብር ኢና ንደሊ። ሰላም ምስ ዝደሪ ትኻሊ ብሕጊ ብስርዓት ይጻረየልና ጆኖሳይድ ተፈጺሙና እዩ። እዚዩ ክቕጽል እየ ንዝብል ሓይሊ ግን ደው ይበል እዩ። ደው ከም እንብል ከዓ ኢና እነረጋግፅ ዘለና። ኣብ መጨረሻ ቃል ኢና ንኣቱ ዘለና ኣብ መኸተ ህዝቢ ትግራይ ክንትግብሮ ውህና ኣብ መወዳእታ ሓደ ሓደ ነገር ክዛረብ ብቃሎም ሓልዮም ኣብ መኸተ ህዝቢ ትግራይ መወዳእታ መስዋእቲ ዝኸፈሉ ቃልሲ ህዝቢ ትግራይ ጀሚሮም ዝወድኡ ብፆትና ቃል ክዓፅዎ እየ ዘረባይ። ብፃይ ስዩም ካብዚ ህዝቢ እዚ ተወሊድና እዚ ህዝቢ እዚ ኣቃሊሱና እዕብዩና ነዚ ህዝቢ ጠሊምና ደኣ ናበይ ክንከድ ዋላ ደጋጊምና ክንስዋእ ኢና ኢሉ ጀሚርዋ ተቓልሲ ወዲእዋ ክብሪ ይሃበልና ዘላለም ብፃይ ኣባይ ካብቶም ዝጀመሩን ብመስዋእቲ ዝወድእን እዩ። ዕላማ ይሃለወና፣ ኣወዳድባና ውዳበ ይሃለወና፣ ቅኑዕ ዕላማ ኣወዳድባና ቅኑዕ ወይ ድማ ትክክለኛ ኣመራርሓ ይሃለወና ቀደም ኣይተንበርከኽና ኣብ ዝሓለፈ ስርዓታት ኣይተንበርከኽና ሕዚ እውን ኣይንንብርከኽን እዚ መስዋእቲ ዝሓትት ተኮይኑ ከዓ ክንከፍሎ ኢና ኢሉ ገይርዋ ከዓ ሕዚ ፉኮራ ኣይኮናን ንዛረብ ዘለና ሰላም ማእኸል ጌርና ብቀፃሊ ካብዚ መፅዩ ተጋሩ ከምብርክ እየ ዝብል ግን ንሕናኸ ደቂ መን ኮይና ኣብዚ ታሪክ ምዕራፍ እዚ ዘለና ኣብዚ ወለዶ እዚ ዘለና ሕሉፍ ታሪኽ ተጋሩ ዓቂብና ንቅድሚት ከም እንኸይድ ሓወልቲ ኣኽሱም ምስክርና ይኹን። ክብሪ ይሃበለይ ወዴ